ሰላማት ሰላማት ይሕዋት ሎምዓንቲ ሒዝናልኩም መፂና ዘለና ብዛዕባ ጉዚ እዩ ጉዚ ከመይ ጌርና ክንድምር ንኽእል ከምዚ ዓይነት ቁፅሪ ማለት እዩ ኣብ ርእሲ ሰለስተ ሰለስተ ብርእሲ ኣርባዕተ ዝተደመሮ ሓደ ብርእሲ ኣርባዕተ ከምዚ ዓይነት ቁፅሪ እንተሊና ከመይ ጌርና ክንሰርሖ ንኽእል ኣብ መጀመርያ ክንገብሮ ዘለና እዚ ሓደ ቁፅሪ ክልተ ሙሉእን ሰለስተ ብርእሲ ኣርባዕተን እዩ ዘሎ እቲ ሓደ ክልተ ኣብ ምድማር በይኑ ክንጎድፎ ነውርዶ ንኽእል ኢና ከምዚ ክንገብሮ ንኽእል ኢና ክንጎድፎ ንኽእል ኢና ኣብ መጀመርያ ምድማር ክንገብሮ ዘለና ግን እዞም ክልተ ናይዚኦም ናይ ሓባር ረቋሒ ክንረክብ ንኽእል ኣለና ድሕሪ ናይ ሓባር ረቋሒ ክንረክብ ኮይና ከኣ እንታይ ኢና ንገብር እንድሕር ናይ ሓባር ረቋሒ ንዝን ንዝን ኢና ነርብሖም ማለት እዩ እዞም ክልተ ኣርባዕተ ዝረብሑ ኣርባዕተ ንገብር ማለት እዩ ሽዑ ከምዚኣ ጌርና ኣርባዕተ ዝረብሑ ኣርባዕተ ዓስር ሽዱሽተ ክመፀልና እዩ ማለት እዩ ከምዚ ምስ መፀ ብድሕሩ እንታይ ኢና ንገብር ሽዑ እዚ እዚ ሓደ ኣርባዕተ ናብ ዝነርብሖ እዚ ሓደ ኣርባዕተ ከዓ ናብ ዝነርብሖ ማለት እዩ ኤክስ ጌርና ነርብሖ እዚኦም ጅና

ሓደ ክመጸልና ሓደ እንድሕር መጺእልና ከኣ ሓደ ዝተደመሮ ሰለስተ ከኣ እንድሕር ደሚርናዮ ሰለስተ ክመጸልና እዩ እቲ መልሲ ሰለስተ ይኸውን ኣሎ ማለት እዩ ሕጂ እቲ መልሲ ሰለስተ መጺኡ ኣሎ ሕጂ ናብ ሞ ናብ ናብ ካልእ ሕቶ ክንከይድ ናብ ካልእ ዝኾነ ሕቶታት ከስ ንኣብነት ከምዚ ክኸውን ይኽእል እቲ ሕቶ፣ ክልተ ኣብ ርእሲ ሽዱሽተ ዝተደመሮ ሰለስተ ኣብ ርእሲ ኣርባዕተ ማለት እዩ። ከምታ ዝገበርናዮ ከም ዝገበርናዮ ማለት እዩ። እዞም ክልተ እዚኦም ክንብል ተኾይና ነርብሖም ማለት እዩ። እዚኦም ምስ ኣርባሕናዮም ከዓ ሽዱሽተ ዝረብሖ ኣርባዕተ ዕስራን ኣርባዕተን ይመፀልና ማለት እዩ።

ኣብ ርእሲ ዕስራን ኣርባዕተን ክኸውን ኣሎ እቲ መልሲ ማለት እዩ። ከነጣፍኦ እንኽእል እንድሕር ኮይና እዚ ብክልተ እንድሕር ኢልና ዓሰርተ ሰለስተ ክኸውን እዩ። እዚ ከዓ ብክልተ እንድሕር ኢልና ዓሰርተ ክልተ ክኸውን እዩ ማለት እዩ። እቲ መልሲ ዓሰርተ ክልተ ኣብ ርእሲ ዓሰርተ ሰለስተ እዩ። እዚኣ ማለት እዩ ሳልሰይቲ ኣብነት ከዓ ንክድ ናብታ ሳልሰይቲ ኣብነት እንድሕር ከድና ከዓ ንኣብነት ከምዚ ዓይነት ሕቶ ክኸውን ይኽእል፣ ሓደ ኣብ ርእሲ ክልተ ዝተደመሮ ሰለስተ ኣብ ርእሲ ሓሙሽተ ከም እንተኾይኑ ከኣ ልክዕ ከምዚ ክንገብሮ ዝጸናሕና ከምኡ ንገብር፣ ሓንቲ እዚኣ ከምዚኣ ንገብር፣ ብድሕሩ እዘን ክልተ እዚኤን ነርብሐን እዚኤን ማለት እዩ እዚኤን መሰርባሕናየን ከዓ ዓሰርተ ህባና ሽዑ ከም ዝበልኩኹም እዚ ኤክስ ናብ ዝነርብሖ እዚ ከዓ ናብ ዝነርብሖ ማለት እዩ

ሓንቲ ናይ ሞዳታን ሕቶ ጌርና ክንዚ ክንዓጽዎ ነንዛዝሞ እዚ ንኣብነት ከምዚ ዝኾነ መልሲ ተሓን ሙሸ ዝተደመሮ ክልተ ብርእሲ ሓሙሸ ኦኬ ደሓን እዚኣ ሓሙሽተ ኦኬ ጸገም የለን እዚኣ ከምዚኣ እንድሕር ጌርናያ እዘን ከምዛ ዘረኣኹኩም ማለት እዩ ነርብሐን ዕስራን ሓሙሽተን ይኾና ካብኡ እዚኣ ናብዚ ነብላ ከምዚ ኤክስ ዝገበርናያ ህጂን ክልተን ሓሙሽተ ስለ ዝኾና ግን ወል ሓደ ፍሉይ ገለ ሂባናኒ ዓሰርተ ተደመሮ ዓሰርተ ይኸውን ዓሰርተ ደመሮ ዓሰርተ ከዓ ዒስራ እዩ ዒስራ ኣብ ርእሲ ዒስራን ሓሙሽተን ትመፅእ ማለት እዩ